ኣይትርስዑን ኢኹም ዝሓለፍኩም ብጅግንነት ንዝተርፍ ክጥዕም ክነብር ብዘይ ሻቕሎት ሰማእቲ ኤርትራ ነዛ ሃገር ዝበልኩማ ኣቤት ሕያውያን ኢኹም ተዘከርቲ ዘንቲ እለት ክዝክረኩም ተገዲደ በብሓደ ኪዳነ ቀሺ ገረማርያም ተወልደ ቀሺ ገረማርያም ተስፋ ምህረት ወልደ ገብርኤል ክፍለ ቀሺ በየነ ገብረዝጊ ተስፋ ምህረት ቀሺ በየነ ገብረዝጊ ወልዱ ነጋሽ ገረ መድሂን ኪዳነ ፍስሃየ ሃይለ ፍስሃየ ተወልደ ብርሃን ንጉሰ ተስፋ ምህረት ሸቃ ክፍለ ታላ ሂማን ሸቃ ክፍለ ታላ ገረመድሂን ብርሃነ ዘርሓንስ ተኽለወይኒ ደበሳይ ባህታ እወ ኣይትርስዑንኹም ስድራ ቤት እዛ ሃገር ዝገበርኩሞ ውዕለት ታሪኽኩም ብማንም ዘይቅየር ቅሰኑ እስከ ቅሰኑ ኣቦታተይ ኣዴታተይ እወ ቅሰኑ ኣሕዋተይ ኣሓተይ እወ ክዝክረኩም ሕጂ እውን ተገዲደ እየ። ገረ መስቀል ቀሺ ብርሃነ ዘውዲ፣ ጨዓይ በየነ ናጅጊ፣ ክብረኣብ ገብረዝጊ ታላ፣ ዮሃንስ ገረዝጊሀር ቀሺ ወለንኪኤል፣ ኪዳነ ጸጋይ ገረንኪኤል፣ ተኽሉ በየነ ዝበለ፣ ተወልደ ገብረ ንጉሥ ሓጎስ፣ ኣብርሃ ተወልደ ብርሃን ንጉሴ፣ ሃይለ ነጋሲ ገብረሃንስ፣ ፍረ ሃይለ ጎይትኦም፣ ሓረጉ ጨዓይ፣ ተስፉ መለስ ገሪንክኤል፣ ኣንቱም ናይ ብዙሓት ተስፋን ስንቅን፣ ብኣኹም ንኾርዕ ብሰማእትነትኩም ንማሙቕ ንስሕን፣ ጽምኣትኩም ንኽንረዊ ስሕለትኩም ንስዕም፣ ኣብ ኣሰርኩም ንኣምን መዝሙርኩም ንደግም። እወ ሕጂ እውን ክዝክረኩም ተገዲደ እየ ሃብቱ ሓጎስ ዘርሓንስ ወላይ ብርሃነ ዘርሓንስ ተወልደ በየነ ዝበለ ኪዱን ሃለቃ ዓንዱ ገረ ማርያም ጸጋይ ምስግና ሰሎምን ገረዝገሄር ሰንጋል፣ ብርሃነ ኪዳነ ሸቃዳይና፣ ሃለቃ ብርሃነ መንግስተኣብ ሃይለ ሚካኤል፣ ገረዝገሄር ብርሃነ ዘርሓንስ፣ ትኽልዝጊ ትኽማርያም ሞጎስ፣ ዘርኣይ ተስፋላሰ ገብረዝጊ፣ ፍረዝጊ ሙሴ ቀሺ በየነ፣ ፍረ ተስፈማርያም ደበሳይ ኣንቱም ናይ ብዙሓት ተስፋን ስንቅን ብኣኹም ንኾርዕ ሰማእትነትኩም ንማሙቕ ንስሕን ጽማኣትኩም ንኽረዊ ስሕለትኩም ንስዕም ኣብ ኣሰርኩም ንኣምን መዝሙርኩም ንደግም ኣይትርስዑንኹም እወ ፍስሃየ ተወልደ ብርሃን ፍሱሕ ሓየት ተወርዋሪ ንብርሃን ናጽነት ኢልካ በረኻ ሓዳሪ ጓዛሚ ብዕሊ በዓል ሽመል በዓል በትሪ ዓገብ ዝበልካያ ፍርዲ መግዛእቲ ብፍቕሪ ሃገሩ ተዓባሪ ኳኺቶ ኸይረግጽ መንጸፍ ዝኾንካለይ ብድኅረኻ ኣነ ክጥዕመኒ ንስኻ ኼድካለይ እቲ ነዊሕ መገዲ ኣነ ኸይሽገሮ ኣነ ኸይደኽሞ ባዕለይ ኢልካኒ ባዕለይ ባዕለይ ክዛዝሞ ፍሱሕ ሓለንጋይ ዕምባባ ዓየ ኣልረታ ንዓኻ ብህይወት ዝረኣየ ኣደ ኤርትራ ተመስገን ኣይናትክንያ ነቦዋይ ክትሓሪለይ ንሓመድ ኣዱንያ ሕድሪ ክበሊ ዝባ ንዓዲ ያቆብ ናይ ኣቦይ ዓስከሬን ኣለኒ ምሳኺ ክሳብ ዝርከብ ኣብርሃ ተወልደ ብርሃን ሕንቁቕ መዘና ኣልቦ ታሪኽካ እሞ ንመን እየ ኸላዝቦ ነዊሕ መንገደኛ በዓል ብዙሕ ሓቦ ክበጽሖ እየ መስዋእትኻ ብዙሕ ከዛርቦ ኢደኺ ጌርኪ እገል ሓመስ ማዒዳጋ ዓዲ ንፋስ ገዲድክዮ እምበኣር ወላዲየ ኣብ ክንዳኺ ክታኾስ ዕርፍቲ ሓቲትሎ ኣብ ከርስኺ ታሪኹ ዓቅብለይ ብዙሕ ከይበኪ ተኽሉ በየነ ኣምዑት ዘይቈጸርካ ንእሽቶ ዓድኻ ምስ ኣተዋ ቢቲ ቢቶ እንጀራ ኸይጸገብካ ዝኸድካ ንበረኻ ዓቕምኻ ከተበርክት ሰውራ ዝሓረኻ ንዓይሲ ምሓሸኒ ነይሩ እንተትቕንየለይ ናተይ ዳሕራ እዩ ናትካ እዩ ቐዳማይ ፍረ ሃይለ በሉለይ ፍረ መርዓዊ መርዓቱ ገዲፉ ኣብ ንእዲ ቁስሊ ክሐዊ ካብ መርዓትካ ንኹናት ለሚድካዮ ድምፂ ብሪምሪም ተነጊሩካ እዩ ውዕልኻ ብጣዕሚ ዘገርም ካብ ጨና መርዓትካ ጨና ባሩድ ዘስተማቐርካ ክንዲ ዘርኢ ሓድጊ ምግዳፍ ህይወት ዝመጠኻ ውዕለትካ ብኸመይ ክገልጾ ኸመይ ኢኻ ሰብ ግን ምስ ረአ ይቕየር እዩ ኣይተቐየርካን ንስኻ ተስፉ መለስ ንእሽቶ ተዓጣቑ ኾለይ ዓቕሚ ኣዳም ዘይብቑዕ ተጋዳላይ ጽምኣት ብረት ዘለዎ ዘይጽምኣት ማይ መጫቲ ቡምባ ብኢዶ ዋኒኑ ተሰሃላይ ቈራጽኻ ዝነበርካ ወዲ መልሻ ኣጥዒምካ ደኣ ኸድካ መገሻ ጨዓይቤን እምበር ሓደ ነብኡ ከደ ኸደ ሃገር ክመልሳ ብግድኡ ኮነ መሓዛ ሰማእታት ኤርትራ ንእስነቱ ኸፊሉ ክትከውን ሓራ ጽቡቕ ዕጥቅኻ በዓል ገምባለ ዘደንቕ ጽዋ ዘለካ ዝተፈለ ኩሉ ገዲፍካ ዝወፈርካ ንኽትቃለስ ዓብ ቁም ነገሩ ዓቕሉ ከም ባሕሪ ከም ውቅያኖስ ጨዓይ ኳርማ በዓል መሰንቆ ሞሲ ንዓኻ ደፊርኳ ዓለም ዒኮ ተወልደ በየነኸ ክሓታዶ ንዓደ መርዋይ ኣምዑት ዘይቈጸረ ዝወፈረ ሃገር ምዕራይ ሓናቒ ክሳድ ደፋኒ ዓይኒ ኣባይ ኣነወ ኣነ ዝበልካ ንሞት በዓለይ ሕጂ እውን ጠሊብክዮ እምበኣር ንተወልዲኖ ኣያዋይ ነይርኒ ድዩ ተኸዳኒ ዲኖ ኣንቲ ኤርትራ ክንደይ ትፈትዊ በዓል ውዕለ ጅግና ንዕኡ ፈሊኺ ትወስድዮ ነቲ ገንሸል በጃና ህይወትሲ ደልያትካ ነይራ ኣብ ዙርያ ኾለል ከተዕርፍ መሪጻትካላ ግን እግሪ መኸል ሰሎሞነይ ክብል ወዲ ገረዝግሄር ሰንጋል ብየማን ጸጋም ጸኒሕካ ብሽግርካ ዘይትሻቐል ተስፋ ዘይትቖርጽ ፈጺምካ ዘይትሕለል ተባዕ ተቓላሳይ ኣርሓ ዓዲ ጎብለል ሰሎሞን ጅግና ተዓጻፊ ከም ስልኪ ንኣባይካ ሓሕ በሃሊ ስድራኻ ዘባኺ ነፋቒ ሰላም ወፍርኻ ኣላይ ትርከ ምርኪ ኔርካኒ እንዲኻ ኣያይ በዓል ሽመል ብርኪ ኣንቲ ሞትሲ ክንደይ ትጭክኒ ንሰሎሙን ደኣ ክትጸቕጥዮ ብሓመድን ብእምኒ ባህር ክትወስዲ ዓይንኺ ሰም ዘይትብሊ ክንደይ ትደፍሪ ብዘይ ፍቓድ ሃንደበት ተላዕሊ ኣንታ ዕቑባ ጽላል ሃገር ካብ ነፋሪ ነጣሪ ታሪኽካ ጽሑፍ እዩ ውቁጥ እዩ ብኽብሪ ተልዝግቲ ኽማርያም ኣነ ክጽውዖ ታታ ኣላሚዱ ዝገደፈኒ ኣብ ዕና ፍርዖ ኣየ ጥበብ ኣየ ክእለት ዘያሚ ምስ ክራሩ ቅድሚ መስዋእቲ ሃገር እንዲ ዘሚሩ ኣንታ ዓደይ ክንደይ ትሓሪ ክንደይ ትመርጺ እንዳዘናግዓ ክዶ ደኣ ነቲ ክልዝጊ ትጉንጺ መሃሪ ቐለመይ ዝነበርካ ስርዓት መንነተይ ኣስሪጽካለይ ሞያኻ ከምዛ ዘለኻ ምሳይ እወ መስቆንቀኒ ኔርካ ከራሪ ነጋሪ ጉሩም መልክዐኛ ኔርካ መዳሪ ተተኳሲ ኔርካ መርዛም ነዳሪ ለዋሕ ሓዛኒ ኔርካ እምበር ፈራሕ ፈጣሪ ጸጋይ ምስግናኸ ጊድኡ ክህቦ ጥዕና ዘይጸገበ ሓላል ኣቦ ተሪር በዓል መትከል ዘይላዘብ ምስ ወደቦ ተሪር በዓል መትከል ዘይላዘብ ምስ ወደቦ ኤርትራሲ ኣይተላልን እያ ወፃዕኻ ዘይትርኢ ብወኒ ትገዝኣካ ዝዓዲ እትገብረካ ብርቱዕ ተዋጋኢ ሃገር ኢልካ ተቐቢልካ ክቡር መውጋእቲ ኣብ ዓድኻ ኣብ ታቦትካ ተጸግዕኻ ዕርፍቲ ገረዝግሄር ብርሃነ ገሬ ሓንጋሪ ስድርኡ ሰዓቢ ንገረ መድሂን ንወላይን ተኪኡ ብዝሓለፈ ኣይጸባጸበን ብህይወቱ ብጸግኡ ይጽናሓለይ ኢሉ ጨደረ ኩነታት ኣቦኡ ኣዲኡ ካብ ሕማም ነብሱ ሕማም ሃገሩ ዘቐድም ኣነ ንሃገረ ኢሉ መድሃኒቱ ዝሕሰም ተወቃዒ ግንባሩ ተተኳሲ ብብሬን ይምስክረሉ እዩ ተባታት መስሓል ኣኽራን ብርሃነ ኪዳነ ንእሽቶ ሓለንጋይ ቁመና ኣብየት ንእስነት ኣካ ርኤና ዝባን ስመጃና ሰርሓ ተራኢኻላ ተፋጠጥ ምስ ኮነ ዛላምበሳ ሓባእ ተቐበላ። ክትሕተቲ እኺ ሰርሓ ዛላምበሳ ጅግና ወሲድክለይ እኺ ንብርሃነ ጠሓሒሳ። ኪዱን ዓንዱ በልለይ ኪዱን ሓላል ኣሚኑ ዝገደፈ መርዓቱ ኣብ ጠልጠል ንዓደይ ኢሉ ዝወፈረ ገንሸል ኣንቲ ዓደይ ባእኺ ምስ ካልእ ነይን ሻማገል ሃለቃ ብርሃነ መንግስቲ ኣብ ኣባቕነ ጥዑም ደሃይ ዜማ ንዓኻ ኸኣ ክትወስድ ዘትያ ደምዲማ ኣንታ ሓዛንያይ በዓል ብርቱዕ እምነት ኣሚንካ ዘቐደምካ ሻቡዕ ዕለት ኣርኪብካያ ዶ ንጊደይ ንኣሚንካ ብጅግንነት ኣምላኽ ኣሎ ትራኸቡ ትኾኑ ኣብ ገነት ዘርኣይ ተስፈላሰ ኸይርሳዓካ እሞ ትረስዓኒ ኣባጥመር ሓወይ ቀይሕ ዓይኒ ሕሩይ ሰማዕታት ተሎ ተጸዋዒ ናትካ ዝኾነ ክገልጽ ይኸብደኒ እንድዒ ኣንታ ዓባይ ሽዋ ወዲ ተስፈላሰ ገብረዝግኣተይ ምላድ ከቢድ እዩ ተላዒልካ ምስ በልካ ሃገረይ መምህር ናይ ብዙሓት ሃናጺ ዓላማይ ሞያኻ ብተግባር እዩ ተሰሪዒ ከኣኻ ቀዳማይ ነጋሪትካ ክትሰምዕ ጐላጉል ሳዋ ነይሩ ግዜ ዝሓለፈቶ ምሳኻ ተፈሲህዋ ዝወረሱ ሞያኻ ብዙሓት እዮም ኣሰርካ ገዲፍካ እኻ ብማንም ዘይድገም ፍረዝጊ ሙሴ ፍራይ ጻዕዳ ብሩህ ገምበር ጽኑዕ በዓል መትከል ዘይሽበር ኣንታ በዓል ዋኒ ጻውዒት ሃገሩ ዘኽብር ሰራሕ ቅያ ምስ ትርግታ ልቡ ዝማኸር ወናኒ ሽኮ ኣጋር ዓንዳሪ ኸምቢተይ ዝኽርኻ ዘይእለየለይ ወዲ ሓመደይ መተዓቢተይ ኣንቱም ናይ ብዙሓት ተስፋን ስንቅን ብኣኹም ንኾርዕ ሰማእትነትኩም ንማሙቕ ንስሕን ጽምኣትኩም ንኽንረዊ ስሕለትኩም ንስዕም ኣብ ኣሰርኩም ንኣምን መዝሙርኩም ንደግም እዛ ግጥሚ እዚኣ ናይ ቁሸት ዓዲ ዕና ፈርዖን መረታ ሰበነ ዞባ ደቡብ እያ ብምቕጻል ይኹን ደኣ እምበር ብስም ስውኣት ኤርትራ ስለ ዝኾነት ንዅሎም ስውኣት ኤርትራ ብኣስማቶም ክበጽሖም ስለ ዘይኽእል ብስም ኵሎም ትኹነለይ ስውኣትና እውን ብቑሸታዊ ይኹን ብዓዲ ብኻልእ መልክዕ ከምዚ ጌርና ብዓቕምና ንዘክሮም። ዘልኣለማዊ ዝኽሪ ንስውኣትና! ብርሃነ ወልደገብርኤል፣ ብርወል።